ጨው ዘይብሉ መግቢ ልበወለድ ዛንታ ራብዓይ ክፋል እቲ ዮናስ ዘይተጸበዮ ምስጢር ዮናስ ሙሉ ለይቲ ክሓስብ ሓደረ እንታይ ዓይነት ምስጢር ኮን ይኸውን? ከምተን ዝሓለፋ ንገንዘበይ ጥራይ ኢለን ዝቐረባ ንዶ ቀሪባትኒ ትኸውን እንዳበለ ተጨነቐ። ዮናስን ሳሮንን ንጽባሒቱ ኣብቲ ዝተለምደ ቦታ ተራኸቡ። ሳሮን ካብቲ ዝሓለፈ ግዜ ብዝያዳ ተሰሊማን ደሚቓን ነበረት። ኣብ ገጽ ዮናስ ግን ጭንቀትን ተሃዋኽን ይረአ ነበረ። ዮናስ ንሳሮን ሳሮን እንታይ እዩ እቲ ምስጢር በጃኺ ተጨንቕኒ ቅልጥፍ ኢልኪ ንገርኒ በላ። ሳሮን ዓሚቕ ትንፋስ ወሰደት። የኒ እታ ኣብ መጀመርታ ሌላና ዘላለየትና ጽሑፍካ ትዝክራ ዶ? እታ እኳ ዓለም ብዘይ ፍቕሪ ክትንበር ትኽእል እያ ኢልካ ዝጸሓፍካያ፣ ኣነ ድማ ፍቕሪ ንዓና ንደቂ ሰባት ልክዕ ከም ጨው ንመግቢ እያ ነገር ግን መግቢ ጨው እንተዘይሃልይካ ይብላዕ እዩ፣ ጣዕሚ ግን የብሉን ኢለ ዝመለስኩልካ በለቶ። ዮናስ እወ ኣጸቢቐ ዘኪረያ ኣለኹ በለ። ሳሮን ቀጸለት፣ እወ ዮኒ፣ እቲ ሽዑ ዝጸሓፍኩልካ ናይ ፌስቡክ ኣካውንቲ ናተይ ኣይነበረን፣ ናይ መሓዛይ እዩ ነይሩ። ኣነ ፌስቡክ ኣይጥቀምን እየ፣ መሓዛይ ግን ምሸት ምሸት ብርሃን ናይ ስክሪን ሞባይል ዓይና ስለ ዘሕምማ እዚ ወዲ ጽቡቕ ሓሳብ ኣለዎ እዕልልዮ ኢላ እቲ ኩሉ ብጽሑፍ ዝመጸካ ዝነበረ ቃላት ቀትሪ መሓዛይ፣ ምሸት ድማ ኣነ ኢና ንጽሕፈልካ ዝነበርና በለቶ። ዮናስ ፍሽኽ ብምባል፣ እሞ እቲ ምስጢር እዚ ጥራይ ድዩ ወይስ ካልእ ኣለኪ? በላ። ሳሮን ገጻ ቀይራ ኣብ ከቢድ ሓሳብ ኣተወት። ድሕሪ ዝተወሰነ ደቓይቕ ኣይፋሉን፣ እቲ ቀንዲ ምስጢር ሕጂ እየ ክነግረካ። ኣነ ካብዚ ሃገር ክወጽእ ቪዛ መጺና ኣሎ። ጽባሕ ሰዓት ሸሞንተን ፈርቓን ናይ በረራይ ግዜ በለቶ። ዮናስ ከም ስእሊ ደሪቑ ድሕሪ ምጽናሕ፣ ኣእዳዉ ናብ ምዕጉርታ ሰዲዱ፣ ሳሮነይ፣ ፍቕርና እኮ ገና ሕጂ'ዩ ዝዕምብብ ዘሎ፣ ፍቕርና ፍረ ክህብ ምስ በለ ናበይ ገዲፍክኒ ክትከዲ በላ። ሳሮን ካብቲ ኮፍ ኢላትሉ ዝነበረ ሴዳ ተንሲኣ ደው በለት። ይቕሬታ የኒ፣ ኣነ ኣብ ወጻኢ ሃገር ዝነብር ናይ ነዊሕ ግዜ ሕጹይ ኣለኒ፣ እዚ ኩሉ ምሳኻ ዘሕለፍኩዎ ግዜ፣ ነቲ ዓለም ብዘይ ፍቕሪ ክትንበር ትኽእል እያ ዝብል ናይ ሓሶት ጭርሖኻ ንምፍራስ እዩ ነይሩ በለቶ። የናስ ድንግርግር ኢልዎ ንሳሩን ኣፍጢጡ ጠመታ። ሳሮን ንዮናስ ስለምንታይ ንስኻ ፍቕሪ እንዳነበርካ ሰባት ንኸይፋቐሩ ብጽሑፋትካ ትጉስጉስ ኔርካ ከምቲ ሰባት ንጽሑፋትካ ሪዕሞም ብዘይ ፍቕሪ ክነብሩ ተሃንጾም ዘለኻ ስለምንታይ ንስኻ ከም ጽሑፋትካ ዘይትነብር ስለምንታይ ንዓይ ኣፍቂርካኒ ብምባል ኣብቲ ማእከል ቤት መግቢ ገዲፋቶ ተመርቀፈት። ዮናስ ዘይተጽበዮ ፍጻመ ኮይኑዎ መሬት 360 ዲግሪ ዘረቶ። ልቡ ተሲሩ ኣብ ጣውላ ንበይኑ ደኒኑ ተረፈ። ዮናስ ነቲ ሳሩን ዝጸሓፈትሉ ቴክስት ዘከረ። ፍቕሪ ንዓና ንደቂ ሰባት ልክዕ ከምቲ ጨው ንመግቢ እያ። ነገር ግን መግቢ ጨው እንተዘይብልካ ትበልዖ ኢኻ፣ መቐረት ግን የብሉን ዝበለቶ ቃል ኣብ ነብሱ ተፈጸመ። ጨው ዘይብሉ መግቢ ርልቦ ለዛንታ ሓምሻይ ክፋል ይቕፅል።